ሰላም ሓቂ ድዩ ሰራዊት ትግራይ ጸረ ድሮን ተዓጢቑ እናተባህለ እዩ ጸረ ድሮን ኣብ ኢድ ሰራዊት ትግራይ ኣርሚ ሰብዓ ዘዝንኦ ብምስሊ ትሪኦ ኣለኹም ዘዝንኦ ማለት እዩ ጸረ ድሮን ናብ ሰራዊት ትግራይ ኣትዩ ተባሂሉ ኣብዚ ማሕበራዊ ሚድያ ብጣዕሚ ብዙሕ ሰብ ይነጋገርሉ ኣሎ እንታይ እዩ ከይትብሉኒ ደሞ ከም ቀደምና ኣይኮናን ክንብል ከለና ብምክንያት እዩ ምዕራብ ከይተመለሰ ድቃስ የለን ከምኡውን ገብረ ገብረ ጻድቅ ብዛዕባ ኣብ ሓራ መሬት ዘለው ኣብ ዓፋር ዘሎ ሽፍታ እውን ሽፍታ ኣይትበልዎ ሓራ መሬት ክትብሉ ነውሪ እዩ ካብ ቃላትና ንጠንቀቅ። እዚ ጥራሕ ኣይኮነን ኣብ ትግራይ እውን ክልተ ኣቦ ተፈጢሮም ኣለው ብቲ ሓደ ወገን ህወሓት ዝድግፉ ብቲ ሓደ ወግን እውን ደቆም ዝድግፉ። ኩቡር ደብረፅየን ኣጆኻ ኣጆኻ ተሪርካ ምርሓና ኣነ ምስ ደቀይ ኣለኹ። ንሕና እናበኸና ትርኢ ኣለኻ ወላዲ ደይተጎዳእኻ ሓደራ ብሰላም ተቃለስ ደቅኻ ከይትህብ። ከማና ደቅና ደቅኻ ኣማሩ ከይበልዕዎም። እስቲ ኣብና ልምዓት ወደብና ብዛዕባ እዚኦም ኻልኦትም ክንሪና ሰናይ ምክትታል። ሰላምታ ኣይረሳዕኹይ ሰላም ሰላም ፍትዋት ኣማግሸ ኢንተርትመንት ተኸትልቲ ኳዕ ብሰላም ናብ መደብና ብድሓን መጻኹም ለሙን ከምቲ ልሙድ ኣብ ዝህልውን ኣዘራረብቲ ዘለው ዛዕባታት ሒዘልኹም መጽየ ኣለኹ ከም ዝተለመደ እዚ ቪድዮ እዚ ናብ ቡዙሕ ሰብ ክበጽሕ ስለ ዘለዎ ኩሉኹም ላይክ ምግባር ከይትርስዑ። እስቲ ከም መእተዊ ክኾነና ገብረ ገብረ ጻድቕ ሎሚ ዕለት ዝተዛረቦ ነገር ኣሎ ብፍላይ ምዚ ኣብ ሓራ መሬት ዘሎ ሰራዊት እንታይ እዩ ኢልዎ እስቲ ንስማዕ። ኣብ ዓፋር ዘሎ ሽፍታ እውን ሽፍታ ኣይትበልዎ ሓራ መሬት ክትብሉ ነውሪ እዩ ካብ ቃላትና ንጠንቀቕ። ናይ ፒፒ ኣስቃጥላ እንዳበልዐ ናይ ፒፒ ረንጀር ተኸዲኑ ትግራይ ክወግእ እየ ኢሉ እንዳዋጣወጠና ኣብ ሓራ መሬት እዩ ይትበልዎ እማን ምስቶም ኣብ ሓራ መሬት ዘለውን ማለት ምስቶም ኣብ ሸፋቶ ዓፋር ዘለውን ብድርድር ዝመፁ ኣለው በብመዓልተይ ትርእይዎ ዘለኹም እምበር ዕስራ ዓሰርተ ሓሙሽተ ይመፁ ኣለው እዮም ሓቅኹም ኢኹም ተዘራሪብና ተላዚብና ክነምፅኦም ንኽእል ይመፁ ኣለው እዮም ብዙሓት እዮም ዝመጹ ዘለዉ እቲ ሕዚ ተኣኪቦም ተሳኢሎም እንትጉይሉ ትርእይዎ ቁጽሪ ከይመስለኩም ሓንቲ ክፍለ ጦር ስሳ ኣርባዓ ኣለዋ ተን ክፍለ ጦራቶም ይፍለጣ እየን ናይ ብልጽግና ሚሽን ንምፍጻም ዝተዳለወ ናይ ነጭለባሽ ሓይሊ እዩ ናይ ነጭ ለባሽ ታባንዳ ትብል ንግደፋ ተልኩም ነጭ ለባሽ ምልሻ ስርናይ ንብሎም ዝነበርና ተብኡ ዘሎ ሓይሊ ናይ ነጭ ለባሽ ሓይሊ ብግልፂ እኮ መርገፂዮ ነፂሩልና እዩ ባዕሉ ባዕሉ ፃድቃን ዝበሃል ዓብዪ ሰብኣይ ኣብ ትግራይ ብፅብፅ ክፍጠር ትዲኤፍ ዝኣክል ብሄራዊ ትካልና ትዲኤፍ ዝኣክል ህዝቢ ትግራይ ዝተኸሎ ትካል ተበተን ኪድ ጥፋእ ንዑኡን ክነጥፈእካ ኢና ዝብል ጸላኢ እንትትሰምዕ ነዚ ባንዳይ ንበሎ ነዚ ከሓዳይ ንበሎ ካልእ ስመ ክርስትና እንተልዩ ነውጸሉ ካብኡ ዝኸፍኣ እንተልዩ መጋፍያ ግን መጋፍያ እዩ ዝበሃል እምበር ንመጋፍያ ካልእ ሹም ኣይተውጸሉ ስለዚ ንሕና እውን ክንብል ዘለና ዘብዚ ዘሎ ናይ ኩሉ ዓይነት ዘርፊ ኪነ ጥበብ ሞያተኛ ሕዚ ንእከለ ንእከለ ኢልካ ኣይኮነን ኣለም ኢልካ ኣይኮነን ደብረፀን ኢልካ ኣይኮነን ገብረ ኢልካ ኣይኮነን እቲ ሓደ ኢልካ ኣይኮነን ብሄራዊ ውርደት ንኸይንሽከም ብሄራዊ ሓድነት ምሕላው ምውሓስ የድልየና እዩ እዞም ሰባት እዚኦም ዝሓስብዎ ዘለው ብሄራዊ ውርደት ጥራሕ ኣይኮነን ተጋሩ ዝበሃሉ ነጊሮምናም ከ ካብኡ ንላዕሊ እንታይ ኢና ክንሞ ክነግሩና ጠቢስና ንብልዓዬም ኢሎም ካብ ዘርኢ ምድሪ ተኳዓይቱ ከም ዘይርከብ ታሪኾም ነጥፋእ እዮም ኢሉ እዚ ህዝቢ እዚ ጸላኢ ህዝቢ ኢትዮጵያ እዩ ኢሎም ምስዚ ህዝቢ እዚ ኣይንንበርን ኢሎም ከምዚ እንዳበሉና ሕዚ እውን እዚ ኣጀንዳ እዚ እንዳደገሙልና እንተለው ብሄራዊ ሓድነት ንምውሓስ ቆፀሮ የድልየናን ሓደ ሓወይ ብላዕሊ ዘሎ ስኻ እውን እምዚ ጠረጴዛ ይግለፅ ዋእ ጌታቸው ድኣ ገሊፁ እኮ ምዕራብ ትግራይ ዘመሓደረ የመሓድሮ ብዘየገድስ ኣነ ከብደይ ክመልኤ ሱልኩም እተው ኢሉ ሱቕ ኢሎም ተኣተው ናብ ሓረድቶም ኣይንኸድን ኢሉ ትዝቢ እሹትክልቲ ከም ዝሰማዕኹምዎ እዩ ገብረ ገብረ ጻድቕ ኣብ ሓራ መሬት ዘለው ሓራ መሬት ኣይንበሎም ሸፋቱ ንበሎም ወይ ድማ ካሊእ ሕማቅ ስም ንሃቦም እዩ ዝብል ዘሎ እቶም ኣብ ሓራ መሬት ዘለዉ ተጋሩ እዮም እቶም ኣብ ሰራዊት ትግራይ ዘለዉ እውን ተጋሩ እዮም ሕድሕድ ደም ክንፋሰስ ኣይንደልን ከዚ እውን ኣብ መንጎ ሓራ መሬትን ሰራዊት ትግራይን ዘሎ ኣፈላላይ ናይ ፖለቲካ ኣፈላላይ እዩ ስለዚ ብኩናት ዘይኮነ ዝፍታሕስ ኣብ ወንበር ኮፍ ኢልካ ብምዝታይ ክፍታሕ ኣለዎ ባህሊ እያ ብልቅፅል ገብረ ገብረ ፃድቅ ምዕራብ ትግራይ እውን ግድን ክነምልሶ ኣለና እናበለ እዩ እስቲ ንስማዕ ሰላም ንደሊ ኢና ሰላም ንደሊ ኢና ንዓረር ኣይተፈጠርኩን ይበሃል ዝበሃል ነገር ኣሎ ማንም ንዓረር ኣይፍጠርን ራስ ኣሉላ እውን ልዕሊ ዓሰርተ ሰለስተ ግዜ ምስ ባዕዲ እንትዋግኡ ናይ ውግእ ወልፊ ኣይነበሮምን ቀዳማይ ወያነ እውን ንስርዓት ሃይለ ስላሰ ቀጥቀጥ ዘበልዎ መዓት መስዋእቲ ዝኸፈሉ ናይ ውግእ ወልፈ ኣይነበሮምን። መንነትና ኣሕሊፍና ኣይንህብን፣ ትግራዋይነትና ኣሕሊፍና ኣይንህብን እዮም ኢሎም። ሕዚ እውን ወይ መንነትካ ምኽባር እያ ወይ ድማ ዝድላዮም ምዕራብ ይውሰድዎ ተደልዮም ራያ ይውሰድዎ ተደልዮም ጸለምቲ ይውሰድዎ ኣነ ከምዚ ተዓሲበ ወይ ተበቲነ ክነብር እየ ዝብል ትግራዋይ እንተልዩ ሰኣታ ምርጭኡ ትኸውን ነዚ ድማ ብሄራዊ ክብርታትና ይፈቅድን መንነትና ኣሕሊፍና ምሃብ ኣይለመድናን፣ ነዚ ክቡር መስዋእቲ ንኸፍል እምበር ኣይለመድናዮን እዩ ዝበሃል ዘሎ። ስለዚ እቲ ብሄራዊ ሓድነት ንምውሓስ ምስተብዚ ዘሎ ናይ ኪነ ጥበብ ኣባል ተኣሳሲሩ ዝቐርብ ዝነበረ ገለገሊኡ ብኣወንትኡ ወሲድካ ንቐጻሊ ስራሕ ዝጠቅም እዩ። ሓቁ እዩ ንነዊሕ ኣብቲ ዓሰርተ ሸውዓተ ዓመት እውን ሕዚ እውን ክንደይ ግልጋሎት ሂቦም ክፅገሙ እንትትርኢ እቲ መኪና ገለመለ እሞ ይትረፍ መንበሪ ገዛ ክስእኑ እታ ዝበልዕዋ እንክስእኑ ክትርኢ የቕንዙ እዩ። ነዚ መፍትሒኡ ግን ብሄራዊ ውዳበኻ ምጥንኻር እዩ። ያፌት ዝበሎ እዩ መፍትሒኡ። ንክትውደብ፣ ንክትከራኸር፣ ንክተእምን፣ ልቓሕ ንክትጥይቕ፣ ኣብ ደገ ዘሎ ሰብ ንክተእምን ሓደ ጠንካራ ልክዕ ከም ተስተዋጽኡ ጠንካራ ብሔራዊ ውዳበ የድልየኩም እዩ እቲ ብሔራዊ ውዳበ እንትትፈጥሩ ተለኹም ደረጃ ብደረጃ ክፍታሕ ይኽእል እዩ ንሕና እውን ዝከኣለና ደገፍ ንምግባር እውን ቁርባት ኢና ቁርባት እውን ክንከውን ኢና እቲ ዋና መእሰሪ ነገር ግን ሕዚ እውን ብሄራዊ ሓድነትና ነውሕሰሉ ዓላማ ከም ተጋሩ ንኸይንጠፍእ እዩ። ብሄራዊ ሓድነት ድማ ዓብዪ የፅዋርና እዩ። ካብ ኒኩለር ንላዕሊ ዝድመፅ እዩ። ኣብ ቀረባ እዋን ዘ ስትሮንገስት ሪጅን ኢን ዘ ወርልድ ዝብል ሪኢኹም ትኾኑ ኢኹም። ብዛዕባ ትግራይ ፕሮፌሰር እውን ይገልጾ ነይሩ እቲ ዝጠንከረ ሪጅን ኣብ ዓለም ኢሎም ብዙሕ እዮም ዝገልጹ ዘለዉ እዙይ ሳላ ሓድነትና ዝመፀ ሳላ ሓደ ኮይንና ረቢብና ዘምፀናዮ ካብኡ ንላዕሊ እውን ክነምፅ ኢና ልዕሊ ዓሰርተ ኣርባዕተ ግዜ ሰክሪቲ ካውንስል እንትዝቲ ናትና ናይ ሓድነትና ጥንካረ እዩ ነዙይ ሸለል ክንብሎ ኣይግበእናን። እሹፍ ተክልቲ ገብረ ገብረፃድቅ ከም ዝሰማዕኹምዎ እዩ ምዕራብ ትግራይ ግድን ክምለስ ኣለዎ ኣነ እውን ብግለይ ግድን ክምለስ ኣለዎ ግን ብኲናት ዘይኾነ ክምለስ ዘለዎስ ብሰላም እዩ ክምለስ ዘለዎ ብልቕፅል ድማ እቲ ህዝቢ እውን ብኲናት ዘይኾነ ክምለስ ዝደልስ ብሰላም እዩ ናብ ዓዱ ናብ መረበቱ ክምለስ ዝደሊ እስቲ ንዛሓውና እዚ ንስማዕ ንሕና እዚ ጎስጓስ ናይ ኩናት ከም ተማዛበልቲ ኣይንደልዮን ምኽንያቱ ኩናት እዩ ንዓና ኣማዛቢሉና ስለዚ ምስ ማንም ብሄር ብሄረሰባት ብሰላምን ብዲሞክራሱን ብሕገ መንግስትን ኣብ ዝነበርናዮ መረበትና ገዛና ምውቕ ቦታና ኣቲና ክንነብር ኢና ዝደልኒ ምስ ማንም ብሄር ብሄረሰባት ማዕረ ዝኾነ ፍትሓውነትን ሕጋውነትን ሃልይዎ ሕገ መንግስቲ ንኹልና ማዕረ ብዝኾነ ንኹለን ክልላት ብዘመሓድር ብሰላምን ብዲሞክራስን ኣፈላላይ ሓሳብ እንተሃልዩ እውን ብጠረጴዛ ዘተ ክፍታሕ ብዘለዎ መንገዲ ኢና ንደሊ ከም ተማዛበልቲ እምበር ብጦርነት ኣይንደልን። ሕራይ እሞ ብዛዕባ እዚ ክትሰምዕ ከለኻ ብውልቅኻ እንታይ ይስምዓካ?
ዝሓለፈ ኹናት ሂወት ሰብ ይበልዕ፣ ናይ ዓዲ ትካላት የዕኑ፣ ኢኮኖሚ ይትሕት፣ ናይ ፖለቲካዊ ቅልውላው የስዕብ። እዚ ንሕና ኣይንደልዮን። ከም ግለይ ምስ ማንም ብሄር ብሄረሰባት ምስ ማንም ብሄር ብሄረሰባት ማዕረ ዝኾነ ሕገ መንግስቲ ሃልይዎ ብሰላም ሰሪሕኻ ናይ ምእታውን ሰላም ናይ ምርካብን ድሌት እዩ ዘለኒ እምበር ስግኣት ኣለኒ ንጦርነት ኣነ ኣይደልን ምክንያቱ ካብ ጦርነት ዝርከብ ፋይዳ የለን ብኢኮኖሚ ዓዲ ዓኒ ሂወት ይጠፍእ ዲፕሎማሲ ይጠፍእ ስለዚ ከም ግለይ ብሰላማዊ መንገዲ ክፍታሕን ማንም ኣብ ኩለን ክልላት ኢትዮጵያ ዘለዋ ብሕገ መንግስትን ብዲሞክራስን ብጠረጴዛን ሕጋዊ ዝኾነ ፍታሕ ተረኺብዎ ማዕረ ዝኾነ ሕገ መንግስቲ፣ ንኹሉ ብሄር ብሄረሰባት ማዕረ ዝኾነ ምሕደራ ሃልይዎ እኩልነት ብዘለዎ ንኽንመሓደር ኢና ንደሊ እምበር ብጦርነት ክፍታሕ ኢለ ኣይኣምን እይ። ጦርነት ክበሃል ከሎ ክሰምዕ ከለኹ እውን ኣነ ከም ልበይ ሕጉስ ኣይኮንኩን። ምኽንያቱ ጦርነት ዘስዕቦ ምኽንያታት ብዙሓት ስለ ዝኾኑ ማለት እዩ።
ፅቡቕ ከምኡ እንድሕር ኮይኑ ፕሪቶርያ እውን ኣይተፈፀመን። ብኸመይ ደኣ ክትምለሱ ትደልዩ?
ንሕና ክንምለሰሉ ንደሊ ዓድኹም ኣይኮነን መረበትኩም ኣይኮነን ተባሂልና ኢና ተማዛቢልና መጺእና። ንሕና ተወሊድና ዝዓበናሉ፣ መነባብሮና ህይወትና ንመርሐሉ ዝነበርና ምዕራብ ትግራይ እዩ። ስለዚ ንሕና ክንምለስ ክንደሊ ከለና ብሕገ መንግስቲ ምክንያቱ ምዕራብ ትግራይ ናይ ክልል ትግራይ ስለ ዝኾነ ሕሉብ ብዝኾነ ናይ ፀጥታን ምሕደራን ብብሄራዊ ክልላዊ መንግስቲ ትግራይ ዝመሓደር ኮይኑ ዓድና ተመሊስና ብሰላም ናብቲ ዝነበረ ናይ ብርሃን ግዜ ተመሊስና ሰሪሕና ክንበልዕ ምዕራብ ናይ ትግራዋይ ጥራሕ ኣይኮነን ናይ ማንም ብሄር ብሄረሰባት ሸቂሉ ዝኣትወሉ ብሰላም ሰሪሑ ዝበልዐሉ ባይታ እዩ ስለዚ ናይ ፖለቲካ ኣጀንዳ ፖለቲከኛታት ይዛረብሉ ንሕና ግን ከም ተጋሩ ደቂ ምዕራብ ኢና ኣብ ምዕራብ ተወሊድና ዝዓበና ኢና ኣብ ምዕራብ ሰሪሕና ብሰላም ክንነብር ኢና ንደሊ ማንም ብሄር ብሄረሰባት ደሞ ኣብ ምዕራብ መፅዩ ሰሪሑ ክነብር መወቲ እዩ ሕገ መንግስቲ ይፈቅድ እዩ ስለዚ ንሕና ናይ ፖለቲካ መራመድቲ ኣይኮናን መረበትና ኢና ንብል ዘለና መረበትና ስለ ንብል ዘለና ናብ መረበትና ተመሊስና ብሰለማውን ብዲፕሎማስን ብሕገ መንግስትን ኣብ መረበትና ተመሊስና ሰሪሕና ንክንበልዕ ኢና ንደሊ ማለት እዩ። እሺ ብትክልቲ ከም ዝሰማዕኹምዎ እዩ እዚ ሓውና እዚ ተመዛባላይ እዩ ኣብ ሰብዓ ካሪ ኣብ ኬንዳ እዩ ዝነብር ግን ድማ እቲ ሓሳቡ ከም ትሰምዕዎ ዘለኹም እዩ ናብ መረበተይ ክምለስ ተኮይነ ኣነ ብኩናት ዘይኮንኩ ክምለስ ዝደልስ ብሰላም ብድርድር እየ ክምለስ ዝደሊ እሱ ድማ እዩ እቲ ንቀጻሊ ሰላም ዘምጽ እምበር ብኲናት ዝፍታሕ መፍትሒ የለን። ኸዚ እውን ምዕራብ ትግራይ ብኲናት ክነምልሶ ኢና ዝብሉ ሓደ ሓደ ሰባት ኣለዉ ኣብዚ ማሕበራዊ ሚድያ ንዕዘብ ኢና። ኸዚ እውን ንህዝቢ ትግራይ ኲናት ኣየድልዮን። ብልቕፅል ሰብ ልሰኣነ ሰብ እውን ብርሃነ ኩልኹም ትፈልጥዎ ኢኹም ወይ ድማ ልፍዓተይ ቕድሚ ኸዚ ዝተዛረቦ ብፍላይ ኲናት ክህልው እዩ ኢሉ ዝተዛረቦ እውን ብዙሕ ሰብ እናመለሰሉ እዩ። ኩናት ኣይተርፍን እዚ ህዝቢ ትግራይ ክፈልጥ ኣለዎ እዚ መርድእ እዚ ተጋዳላይ ትግራይ እዚ ክፈልጥ ኣለዎ እንታይ እሞ ተማሂርና ክልተ ዓመት ኩናት ኣካይድና እንደገና ሕዚ ንካልኣይ ኩናት ዋላ ዓሽራ ይኸል እዩ ክሳብ ዓሰርተ ኮንቲኒ ክገብር እዩ እሞታ እዩ ንስኻ መርድእ ትነግረና ኣለኻ ብጣዕሚ ትልሐጉስ ነገር ግን ማህፀን ትግራይ ኣደ ትግራይ ግን መርድእ ዝነግር ጥራሕ ኣይኮነትን ወሊዳ ብስራት ዝነግር እውን ወሊዳ እያ ንስኻ መርድእ ትነግረና ኣለኻ ብስራት ዝነግሩና እውን ክህልዩ እዮም ስዩ ተስፋን እምበር እቲ እስኻ ትዛረቦ ዘለኻ እማ ብጣዕሚ መሕዘኒ እዩ መግረሚ ከመይ ጌርኩም ከምዚ ዓይነት ቃል ከም ትዛረቡ ግን እንታይ ዓይነት ድፍረት ከም ዘለኩም ግን ይገርመኒ ንእሽተይ እኳ ኣዴታት ትግራይ ክሓዝና እየን ክድንግፃ እየን ኢልካ ኣይትሓስብን ኣብ ክንዲ ንቐፃሊ ሰላም ክኸውን እዩ ልምዓት ክኸውን እዩ ራህዋ ክኸውን እዩ ኢልካ ትዛረብስ ገና ክቕፅል እዩ እንደገና ኩናት ክቕፅል ንዓሰርተ ዓመት ንዒስራ ዓመት ኢልካ ክትዛረብ እንታይ ድዩ ብስሩ ከመይ እንታይ ድዩ ዓላማ ዓለም እንታይ ድዩ ዓለማኹም ብስሩ ኣታ ንእሽተይ ስኽፍክፍ ይብለካ ድዩ ክፉእ ክትምነ ልህዝቢ ንህዝቢ ትግራይ ክፉእ ክትምነየሉ ብተስፋ እኳ ከይነብር ብጣዕሚ ዘቀላዓለም ኣነ ብጣዕሚ መስደመም እዩ ኣነ ብጣዕሚ እንታይ እዩ ስሩ ከመይ እዩ እንታይ ዓይነት ድፍረት እዩ እኒኦ ከመይ ካበይ እዩ ዝመፅሉ እዚ ከምዚ ዓይነት ድፍረት ኣነ ብጣዕሚ እዩ ዝገርመለብ ዘይቀላዓለም ኣረ በስመኣብ። እሹ ትክልቲ ከም ትሰምዕዎ ዘለኹም እዩ እዚ ሓውና እዚ እውን ጽቡቅ ገይሩ እዩ ንሰብ ልሰኣነ ሰብ መልሲ ሂቡሉ ዘሎ ሰብ ልሰኣነ ሰብ ኣይዘወይ ኩናት ኣብ ኩናት ዘይውዕል ኩናት ተዝለዓል እቲ ናይ ኩናት ጉድኣቱ ይጥቕሙ ኣይርድኦም እዩ ሰብ ልሰኣነ ሰብ እውን ካብኣቶም ሓደ እዩ ኮፍ ኢልካ ኩናት ይለዓል ወይ ድማ ኩናት ክህልው እዩ መዋል ቀሊል ክኾን ይኽእል እዩ ግን ኣብዛ ኩናት ትግበር ክንደይ መስዋእቲ ከምዝህሊ ድማ እቶም ደቂ ድኻታት እዮም ዝፈልጥዎ። ኸዚ እውን ህዝቢ ትግራይ ኩናት ኣየድልዮን። ብልቕፅል ኣብ ትግራይ ክልተ ዓይነት ኣቦ እዮም ዘለው። ብዙሕ ሰብ እውን ሼር እናገበሮ ነይሩ። ብቶም ሓደ ገፅ ንሕወሓት ዝድግፉ ብቶም ሓደ ገፅ ድማ ልደቆም ዝድግፉ። እስቲ ብቶም ንሕወሓት ዝድግፉ ኣቦ ንስማዕ። ክቡር ደብረፅየን ኣጆዃ ኣጆዃ ተሪርካ ምርሓና ኣነ ምስ ደቀይ ኣለኹ ህዝቢ ትግራይ እውን ኩሉ ህልው እዩ ኣጆዃትኩም ንድሕሪት ኣይንብል።
እሺ ብትኽክልቲ ከም ትሰምዕዎ ዘለኹም እዩ እዞም ኣቦና እውን ኣብ ጎንኻ ኣለና ደቀይ እውን ኣብ ጎንኻ ኣለው እዮም ዝብሉ ዘለው እስቲ ብቲ ሓደ ገፅ ድማ እቶም ትኽክለኛ ኣቦ እቶም ደቆም መስዋእቲ ዝኸፈሉ ኣቦ እንታይ ከም ዝብሉ ንስማዕ መንእሰይ ይኣኽለካ ሓደራ ይኣኽለካ ሓደራ ነኪና የለና ንቑዝም ኢና የለና ጠወርትና ጠፊኡ ሕዚ እውን እቲ መሓገዝ ገይርኩም ኣለኹም ምልስ ክብል እኒዋ ኣብ ገዛ ክራይ ውፃ ዝበሃላ ስድራ ስዋኣት እኒዋ ጾመን ለሓድራ ቆልዑ ሒዘን ሰኦነን ጠፈእወን ደኳትር ሰኦነን ጠፈእወን ጾመን ለሓድራ ሓደራኹም ንሕና እዚኣተን ወሲድና እየን ኣይበል ዓርኩ ኣይበል ሓደራኹም ህዝብኹም ኣይትረስዑ ብወገን ክጎቲቶም እናምፀኡ ስራሕ እንትመፀት ንበዓልቶም ተኣሳሲሮም ደቅና ዝዝክሮም የብሎምን ኣብ ግዜ ኩናት ግን ደቅና ተኣልሾም ሕዚ እውን ውዲ ህወሓት እናበል ሓፍሓፍ ዘለዉ ሰባት ደቆም ሓብኦም ኖር እዮም ካብ ሓፍሓፍ ዘለዉ ካብ ዚኣ ለዓቓ ይፈትውዋ ርኢና ስለዚ ግን ውድብ ህወሓት እዚ እውን ውድብ ህወሓት ማለት እቲ ንጹህ ኣብ በረኻ ልቓረዩ ደቅናን ሰውእነንን እዮም ውድብ ህወሓት ማለት ሓደ ጥሪሑ ውድብ ህወሓት የለይ ካብ ቀየደብሻ መቐለ ልዩ ዝልቆመ የለይ የለይ ልግለ ጥቕሙ ካብ ነፋሒቶ ላፍቲያ ላፍቲያ እናበለ ጥቕሙ ልእልሽ ተለይ ኮይኑ ልህዝቢ ትግራይ ልቆመ የለ ሄዚ እውን ንሕና ግን ንሕና እናበኸና ትርአ ኣለኻ መንእሰይ ንሕና እናበኸና ትርአ ኣለኻ ወላዲ ለይተጎዳእኻ ሓደራ ልሰላም ተቓለስ ደቅኻ ከይትህብ

እዚኦም እዮም ናይ ኩላትና ኣቦ እዚኦም እዮም እቶም ዋጋ ዝኸፈሉ ደቆም ዝኸፈሉ እቲ መስዋእቲ ዝኸፈሉ እዚኦም እዮም ኩናት ክበሃል ተሎ ከም ህንደየናይ ከም ዘሕምም ህንደየናይ ስቃይ ከም ዘለዎ ዝፈልጡ ኣቦ እዚኦም እዮም እቶም ብስምዒት ተላዒሎም ኣብ ጎንኻ ኣለና ዝብሉ ኣደኖ ኣቦ ዝኸዝሲ ወዱ ይልዮ ዶ ወይ ድማ ወዱ ንመስዋእቲ ከፊሉ ድዩ ናይ ብሓቂ ወዱን መስዋእቲ ከፊሉ ድዩ ከዚ ካልኣይ ወዱል መስዋእቲ ክኸፍል ኣብ ጎንኻ ኣለና ዝብል ዘሎ ኣይተረደእኒ ብልቕፅል ከምዚኦም ዓይነት ኣቦ ድማ ክበረታትዑ እዩ ዝግብኦም እሲ ካልኣይ ኣቦ እውን ኣለና ኣቱምሳ
ኣቱምሳ ሓምሳ ዓመት በይና ዓንተስ ሓምሳ ዓመት ዝተቃለስናላ ውድብ ኢሉ ወ ተቃሊስናላ ሓምሳ ዓመት ተቃሊስናላ ወ እሞ እንታይ ኢና ኣፍሪናላ ዓዒ ዕስራ ዓመት መንእሰይ ወለዶ ኣፍሊስናላ ኣጥፊእናላ ኣውሊዕናያ ኣውሊዕናያ ኣውሊዕናዮ እዚ መንእሰይ ዕስራ ዓመት ሰላሳ ዓመት ዘምሃርናዮ ቢሮፎሰር ዶክተር ኬሚስትሪ እንዲያው ካብቲ ኩናት ካብቲ ኩናት እሞ ግደፎ በሊዕዎ ኣሎ እቲ ምሁር ማንም ግን ንሞት ተዳሎ ንሞትስ ሓደ ሓደ ጀነረሽን ዘድልየካ ዘድልየና ተዳሎ ተዳሎ ክበልና ነዚ ንዚ ጀነረሽን እዚ ንዚ ውላድ እዚ ዝዘጥፋናዮ እኺ እናበልናስ ሓደ ወዲ ወዶስ ተዳለው ንሞት እዚ ዶ ይበሃል ኣቱም ሰባት እዚ ዶ ይበሃል ተሸኪሙ ክንዲ ዘምፀ መንእሰይ እዚ እውን ኣይትፍራሕ እዞም ሰባት እዚኦም ካሊእ ምንም ፀገም የብሎምን ሃፍቶም እንጀራኦም ጸጋኦም ንኸዮብሎም ሓደ ወዶ ኣዚኣ ቤተሰቡ ዘለዎ መራሒ እንደ ያለው የምጽእ እንደ የርእየና እንዶ ኩሎም እኮ ውጭ እኮ እዮም ዘለዉ ደቆም መልሓሰኛ ለይባ ዝነብረላ ዓዲ እዚ መንእሰይ እዚ ሎመይ ይወፅእ ፅባሕ ይወፅእ ድሕሪ ፅባሕ ይወፅእ ናብ ኣምሓራይ ይፅጋዕ ናብ ሻዕብያ ይጽጋዕ። እሹ ትክልቲ ከም ትዕዘብዎ ዘለኹም እዩ እዚኦም እዮም ናትና ኣቦ እዚኦም እዮም ልውኩልና እምበር ኣብ ዝኾነ ውድብ ከይዶም ኣብ ጎንኹም ኣለና ክትብሉ ትኽእሉ ኢኹም ግን ደቅና ኣብ ጎንኹም ኣለዉ ድማ ኢልኹም በይዛኹም ኣቱም ሓደ ሓደ ኣቦታት ኣይትራሰኑ ኣብ ስምዒት ኣይትእተዩ ከዚ እውን እዚ ዝግበር ዘሎ ኩናት ወይ እዚ ዝመፅእ ዘሎ ውሕጅ ንምንታይ እዩ ኢልኹም ሕተቱ ንምንታይ ኢና ሕጂ እውን መስዋእቲ ክንኸፍል? ንምንታይ እዩ እዚ ዝግበር ዘሎ ኲናት እቲ መረበት ናይ ምምላስ ተኾይኑ እቶም ተመዛበልቲ ብባዕሎም ብኲናት ክንምለስ ኣይንደልን ብሰላም ኢና ክንምለስ ንደሊ እዮም ዝብሉ ዘለዉ። ስለዚ እቲ ዝግበር ዘሎ ኲናት ንምንታይ እዩ ኢልኩም ሕተቱ። ብልቕፅል ኣብዚ ማሕበራዊ ሚድያ ብጣዕሚ ብዙሕ ሼር ዝግበር ዝነበረ ፀረ ድሮን ኣብ ኢድ ሰራዊት ትግራይ ኣርሚ ሰብዓ እናተባህለ እዛ ስእሊ እዚኣ ትሪእዋ ዘለኹም ሼር እናተገበረ ነይሩ ብዙሕ ሰብ እዩ ብዚ ቪድዮ እዚ ሼር ዝገብሮ ዝነበረ ካሊእ ሓደ ኣባል ሰራዊት ትግራይ ዝኾነ ድማ እንታይ ክብል ፖሲቱ መሲልኩም ምድረ ጠረጥቲ በሉ ረኣይዎ ግን እንታይ እዩ ከይትብሉኒ ደሞ ከም ቀደምና ኣይኮናን ክንብል ከለና ብምኽንያት እዩ ምዕራብ ከይተመለሰ ድቃስ የለን ህዝብና ናብ መርበቱ እስካብ ዘይተመለሰ ዕጥቂ ምፍታሕ ዝብሃል ኣይሕሰብን ዕጥቅና እናዘመንና ክንቐፅል ኢና። ሓደ ሓደ ሰባት ግን ኣብ ሰብ ደንበ ኮይንኹም ኣይትፈኩሩ ክብል ብዙሕ ሰብ ሼር እናገበሮ ነይሩ። እስቲ ደቂ ዓበይቲ ኣብዚ ማሕበራዊ ሚድያ ብጣዕሚ ሼር ልግበረሉ ሓደ ጉዳይ ነከባግዕኩም። ዘዝንኦም ብምስሊ ትሪእዎ ኣለኹም፣ ዘዝንኦ ማለት እዩ። ጸረ ድሮን ናብ ሰራዊት ትግራይ ኣትዩ ተባሂሉ ኣብዚ ማሕበራዊ ሚድያ ብጣዕሚ ብዙሕ ሰብ ይነጋገርሉ ኣሎ። እዚ ኣብዚ ዝኒኦ ጸረ ድሮን ለይኾነሲ ናዘን ተዋጋእቲ ጸረ ድሮን ለይኾነስ ናዘን ሰለልቲ ድሮናት መብቅዒኡ ኣብ ክልተ ሽሕ ዕስራን ሓሙሽተን ዝተሰርሐ ሓዱሽ ምህርቲ እዩ። ኣብዚ ላሃም ትሪእዎ ኣለኹም ኣብዚ ዝኒኦ ምስልና እዚ ኣብዚ ዝኒኦ ጸረ ድሮን ለይኾነ ናዘን ተዋጋእቲ ድሮን ለይኾነሲ ናዘን ሰለልቲ ለለዋ ድሮናት መውቅዒ እና ብጣዕሚ ብዙሕ ሰብ ደማ ኣብዚ ማሕበራዊ ሚድያ ሼር እናገበሮ እናተነጋገረሉን እዩ። እሾት ኣትክልቲ ከም ትዕዘብዎ ዘለኹም እዩ ብዛዕባ እዚ ብዙሕ ሰብ ሼር እናገበሮ ነይሩ ሓቂ ድዩ ሰራዊት ትግራይ ፀረ ድሮን ተዓጢቑ ዝብሉ ብዙሓት ሰባት ኣለው ናይ ብሓቂ ፀረ ድሮን እዩ ሒዝዎ ዘሎ ግን ድማ ኣብ ዓለምና ሰለስተ ዓይነት ጸረ ድሮን ከም ዘለዉ እዩ ዝፍለጥ፣ እቲ ሓደ ተተካሊ፣ እቲ ካልኣይ ድማ ተንቀሳቓሲ፣ እቲ ሳልሳይ ድማ መዛብዒ ይበሃሉ። ከም ትዕዘብዎ ዘለኹም እዚ ሓውና ሕዚ ሒዝዎ ዘሎ ድማ መዛብዒ እዩ ዝበሃል። ብልቕጽል እዚ ጸረ ድሮን ስለ ዝተዓጠቐ ሰራዊት ትግራይ ዝመጽእ መፍትሒ ኣሎ ድዩ? እኳ ደኣስ ጸረ ድሮን ስለ ዝተዓጠቐ መንእሰይ ከም መለዓዓሊ እዮም ዝጥቀምሉ ዘለዉ። ከም ትርእይዎ ዘለኹም ኣብ ጽቡቕ ሓይሊ፣ ኣብ ጽቡቕ ቁመና ኢና ዘለና። ንዓ ተጸንበር! እዩ ዝበሃል ዘሎ ብልቕፅል ኣነ ንሕና ህዝቢ ትግራይ ዘድልየናስ ፀረ ድሮን ዘይኮነስ ፀረ ኩናት እዩ ዘድልየና ፀረ ድሮን ስለ ዝተዓጠቅካ ዝመፅእ መፍትሒ የለን ፀረ ድሮን ስለ ዝሓዝኻ ተመዛብልቲ ናብ መረበቶም ይምለሱ እዮም ማለት ኣይኮነይ ብዝኸት ሰዓት እዚ ዝግበር መስዋእቲ ንምንታይ እዩ ኢልኩም ሕተቱ